ክረምቲ፣ ሓጋይ፣ ቀውዒ፣ ጽድያ፣ ኣብ ውሽጢ ሓደ ዓመት ኣርባዕተ ወቕትታት ኣለዉና። ግን ስለምንታይ ኢልኩም ሓሲብኩም ትፈልጡ'ዶ? ወይ ውን ሓደ ሓደ ግዜ መዓልቲ ካብ ለይቲ ነዊሑ'ዶ ኮይኑ ዝስምዓኩም? ኣብዛ ቪድዮ እዚኣ ኣስፊሕና ክንገልጾ ኢና፣ ቅድሚ ምጅማርና ግን፣ ከምዚ ዓይነት መሃርን ኣዘናጋዕን መደባት ትፈትዉ እንተኾንኩም ሳብስክራይብ ጌርኩም ነታ ናይ ኖቲፊኬሽን ደወል ጠውቕዋ ተዘይ ጌርኩም እዛ ሳሬት ለይቲ መፅያ ክትነኽሰኩም እያ ሓቂ እየ እዛ ሳሬት ዋዛ ከይትመስለኩም ሓራይ ናብ ቪድዮ ንኺድ ቅድሚ ወቕትታት ምፍላጥና ብዛዕባ መሬትን ፀሓይን ዘሎ ዝምድና ንርአ መሬት ኣብ ዑደት ፀሓይ ከም ትዘውር ኩልና ንፈልጦ ኢና። መሬት ግን ኣብ ፀሓይ ጥራሕ ደይኮነት ትዘውር፣ ኣብ ገዛእ ርእሳ እውን ትዘውር እያ። ኣብ ገዛእ ርእሳ ክትዘውር 24 ሰዓታት ወይ ድማ ሓደ መዓልቲ ይወስደላ። ኣብ ዑደት ፀሓይ ክትዘውር ከዓ 365 መዓልታትን 6 ሰዓታትን ይወስደላ። እተን ተረፍ 6 ሰዓታት ኣብ ካላንደር ንምቑፃር ኣሸገርቲ ስለዝኾና ተኣኪበን ሓደ መዓልቲ ክሳብ ዝኾና ተጸቢና ኣብ ኣርባዕተ ዓመት ከም ሓንቲ መዓልቲ ኢና ንቖጽረን። Leap Year ተባሂለን ድማ ዕለት ዕስራን ትሽዓተን የካቲት ይውዕላ። መሬት ትኽ ኢላ ዘይኮነት ዕስራን ሰለስተን ነጥቢ ሓሙሽተ ዲግሪ ኣብ ገዛእ ርእሳ ቀኒና እያ ትዘውር። እዚ ድማ መዓልቲ ካብ ለይቲ ወይ ድማ ለይቲ ካብ መዓልቲ ክነውሕ ይገብሮ። ብፍላይ ኣብተን ላዕልን ታሕትን ጫፋት ናይ ዓለምና ዝርከባ ኖርዝ ፖል ኤንድ ሳውዝ ፖል ተባሂለን ዝፍለጣ ቦታታት ጠቕላላ ሽዱሽተ ኣዋርሕ ምሉእ ጸልማት፣ እቲ ዝተረፈ ሽዱሽተ ኣዋርሕ ድማ ብርሃን ወይ መዓልቲ ክኸውን የኽእል። መሬት ከባብ ስለ ዝኾነት ካብ ፀሓይ ዝመጽእ ብርሃን ኣብ ኩሉ ቦታታት ብማዕረ ኣይኮነትን ትቕበል። ኣብቲ ማእከል ናይ ዓለም ኢኳተር ተባሂሉ ዝጽዋዕ ብርሃን ፀሓይ ተኽ ኢሉ ስለ ዝመጾ ዝያዳ ሬድየሽን ወይ ድማ ረስኒ ጨረርቲ ኣለዎ። ካብ ኢኩዌተር ንላዕሊ እንዳደየብና እንተኼድና ግን ጠዋይ ዲግሪ ስለ ዘለዎ ካብ ፀሓይ ዝመጽእ ብርሃን ፍኹስ ዝበለ ሬድየሽን ወይ ድማ ረስኒ ጨረርታ ኣለዎ። ስለ ዝኾነ እዩ ድማ ኣብ ኢኩዌተር ዘለዋ ሃገራት ብርቱዕ ረስኒ ኣየር ዘለወን። እተን ካብ ኢኩዌተር ልዒለን ወይ ትሒተን ዘለዋ ሃገራት ድማ ኣዝዩ ቆራሪ ኣየር ኣለወን። እዚ ዘምጽኦ ሳዕቤን ድማ ኣብተን ቆረርቲ ሃገራት ዘለዉ ሰባትን እንስሳታትን ንቑሪ ክጻወሩ ይኽእሉ፣ ረስኒ ግን ክሳብ ሞት እውን ከብጽሖም ይኽእል። ብኣንጻሩ ኸኣ ኣብ ጥቓ ኢኳተር ዘለዋ ሃገራት ዝነብሩ ሰባትን እንስሳታትን ንሙቐት ክጻወሩ ይኽእሉ፣ ወራሪ ኣየር ግን ኣይጻወሩን። ስለዚ ኣብዛ ሰዓት እዚኣ ኣብ ዝተፈላለያ ሃገራት ዝተፈላለየ ወቕትን ሙቐትን ኣሎ። ንኣብነት፣ ኣብተን ብርሃን ጸሓይ ትኽ ኢሉ ዝመጸን ዘሎ ሃገራት ኣዝዩ ሙቕት ስለ ዘሎ፣ ኣብ ባሕርታትን ቀላያትን ዘሎ ማይ ክሃፍፍ ይግደድ። ምስ ሃፈፈ ድማ ኣብ ሰማያት ተኣኪቡ ደበና ይኸውን። እቲ ደበና ከኣ ዝሕል ምስ በለ ከም ዝናብ ኮይኑ ናብ መሬት ይዘንብ። ስለዚ ኣብተን ሃገራት እቲኤን ክረምቲ ኣሎ ማለት እዩ። ብኣንጻሩ ድማ ኣብተን ላዕሊ ወይ ታሕቲ ዘለዋ ሃገራት ሓጋይ ወይ ዊንተር ኣዝዩ ይቖርር እሞ፣ እቲ ዝዘንብ ዝናብ ከም ስኖው ወይ ድማ በረድ ኮይኑ ናብ መሬት ይወርድ። ሓጋይን ክረምትን እቶም መወዳእታ ክብጽሑ ዝኽእሉ ቁርን ሃሩርን ስለ ዝኾኑ እተን ኣብ መንጎ ማእከልን ላዕልን ዘለዋ ሃገራት ድማ ቀውዒ ወይ ድማ ጽድያ የስተማቕራ፣ ከከም ዘለኦ ቦታ ማለት እዩ። እንተኾነ ግን መሬት ዙረት ስለ ዘይተቋርጽ ኩለን ሃገራት እንዳ ተበራርያ ኣርባዕቲኡ ወቕትታት ኣብ ውሽጢ ሓደ ዓመት የስተማቕራ። በዛ ቪድዮ እዚኣ ተማሂርኩምን ተዘናጊዕኹምን ክትኮኑ ተስፋ ገብር ኣብ ዝመጽእ ክሳብ ንራኸብ ወድሓንኩም